ከምቲ ዝበልኩኹም እዩ ንሕና ኣዋልድ እንተፍቂርና ምስቲ ወዲ ሙሉእ ሰሙን ዕስራን ኣርባዕተን ሰዓት ኣብ ሓደ ክፍሊ ምስኡ ተጣቢቕና ክንጸንሕ ኢና ንደሊ። ብፍጹም ንዝፈተኻያ ጓል ክተልምዳ ዘይብልካ ነገራት ኣብ ናይ ሎሚ መደብና ክንርኢ ኢና። ደቂ ኣንስትዮ ውን ነዛ ቪድዮ ተደኣ ትሪኣኣ ኮይንክን ንዓኽን ውን ትጠቅም እያ። ነታ ተፍቅራ ጓል ወይ ነቲ ተፍቅርዮ ወዲ እዞም ሕጂ ንርእዮም ነገራት ክተልምድዮም የብልክን። ኩላትና መቸም ናብ ሓድሽ ፍቕራዊ ዝምድና ምስ ንኣቱ ከም ዝቕጽል ኢና ክንገብሮ ንደሊ እምበር ጀሚርና ጠጠው ከነብሎ ኣይንደልን ኢና። እዚ ሎም ንርእዮ ነጥቢ ድማ ነቲ ዝደለናዮ ፍቕራዊ ዝምድና ከም ዘደልድሎን ከም ዝቕጽል ዝገብሮን እዩ። ኣብ ክልተ ተፋቐርቲ ሓደ ብቕንዕና ፍቕሪ ክህብ ከሎ፣ እቲ ሓደ ዘይጥዑይ፣ ክወስድ ጠራይ ዝደሊ እንተኾይኑ፣ ብፍጹም ፍቕሪ ክህነጽ ኣይክእልን'ዩ። ሓደ ሓደ ግዜ ነቶም ነፍቅሮም ሰባት ብዘይ ምስትውዓል ክንጎድኦም ንኽእል ኢና። እዚ ግን ሓደ ሓደ ግዜ ሕልፍ ሕልፍ ኢሉ ዘጋጥም'ዩ። እምበር ነቲ ዘፍቀረካ ሰብ ብዕላማ ፈሊጥካ ምጉዳእ እዚ ምስ ፍቕራዊ ርክብ ዘራኽብ የብሉን። ኣብ ዓለም እቲ ኣገዳሲ ነገር ገዛእ ርእስኻ ምሕላው። ኣብ ገዛእ ርእስና ኣቓልቦ ክንገብር ኣለና። ስለዚ ዝኾነ ይኹን ሰብ ክጥቀመልና ወይ ድማ ኣባና ሓልዮት ተዘይብሉ ብፍጹም ገዛእ ርእስና ኣሕሊፍና ክንህብ የብልናን። ንሓንቲ ጓል ነዚ ሕጂ ዝነግረኩም ነገር ከተልምዳ ከም ዘይብልካ ክንርኢ ኢና። ናብ ህይወትካ ቅድሚ ምእታዋ ይኹን ዋላ ኣብ ህይወትካ ትሃሉ ነዚኦም ነገራት ኣስተውዒልካ ገዛእ ርእስኻ ክትከላኸል ግዜኻ ከይተጥፍእ ክሕግዘካ እዩ። ሄቨን እየ ምሳኹም ዘለኹ ከመይ ቀኒኹም እንቋዕ ናብዚ ቻነል ብደሓን መጻኹም እንዳበልኩ ናብዚ ቻነል ሓደሽ እንተለኹም ድማ ሳብስክራይብ ክትገብሩ ይዕድመኩም ነቲ በቢ ግዜኡ ዝፍንወልኩም ቪድዮታት ብቐሊሉ ንምርካብ ድማ ነታ ናይ ቃጭል ምልክት ጠውቕዋ ኢኹም ሰናይ ምክታል ቀዳማይ ነታ ዝፈተኻያ ጓል ፈጺምካ ክተልምዳ ዘይብልካ ክብረትካ ዝትንክፍ ቃላት ይኹን ተግባር ክትርኢ እንከለኻ ደው ከተብል ኣለካ። እዚ ገደብ እዚ ክትሰግሮ የሕሊፍካ ክትህቦ የብልካን። ንዓኻ ጥራይ ዘይኮነ ንዓኣ እውን ክጠቕማ እዩ። ቀዳማይ ነገር ፍቕራዊ ርክብ ምክብባር ተዘይብሉ ትርጉም ዘይብሉ ዘይስጉም እዩ ዝኸውን። ኣብ ውሽጢ ፍቕራዊ ርክብ ምንዕዓቕ ተተፈጢሩ እንኳንዶ ፍቕራዊ ርክብ ኢልና ክንጽውዖስ ብጣዕሚ ዘጽልእ ርክብ እዩ ዝኸውን። ስለዚ ዋላ ውን ኣብ ህልም ዝበለ ፍቕሪ እቶ ንዓኻ ዘየኽብር ተግባር ወይ ቃላት ተሪኢኻ ብፍጹም ሸለል ኢልካ ክትሓልፎ የብልካን። ፍቕሪ ሒዙኒ እንድዩ፣ ተገደፈትኒኸ ክጽመማ እንተድኣ እትብል ኮይንካ፣ ሓደ ግዜ ኣብ ቅድሚ ቤተሰብካን የዕሩኽትኻን ክብረት ክትስእን ክትጅምር ኢኻ። ሽዕኡ ልዕሊ ክብረትካ ዝበልጽ ነገር ከም ዘየለ ኣጸቢቕካ ክትርኢ ኢኻ። እዚ ግን ድሕሪ እዚ ኩሉ ዝጠፍኣ ግዜን ዝተዋረድካዮን ክመጣጠን ኣይክእልን እዩ። ስለዚ ብጊዚኡ ስጉምቲ ተዘይወሲድካ ልምዲ ስለ ዝኾና ብፍጹም ደው ከተብሎ ኣይትኽእልን እያ። ስለዚ መጀመርታ ክዝንጥለካ ክብረትካ ክትትንክፍ ምስ ተዓዘብካ ብዙሕ ዘረባ ከማን ኣየድልየካን እዩ። ከም ዝተዓዘብካያ ከማን ክትፈልጠካ ኣየድልን እዩ። ዕድል ክትህባ እንተደሊኻ ድማ ብንጹር እዚ ነገር እዚ ካልኣይ ግዜ ክሰምዖ ኣይደልን ናይ መወዳእታ ዕድል ምዃኑ እውን ከተርድኣ ኣለካ ተዘይ ኮነ ዘይትፈትወካ ጓል ዘይተክብረካ ጓል ሙካና ክትርዳእ የድሌካ እዩ ሓንቲ ጓል ንሓደ ወዲ ብሓቂ ተፍቅሮ ተደኣ ኮይና ናይ መጀመርያ ስርሓ ንዕኡ ምክባር እዩ ምክንያቱ እንተዘይ ኣክቢርናኩም ምሳኩም ዘለና ፍቅራዊ ርክብ ስጉምቲ ከምዘይ ከይድ ኣጸቢቅና ኢና ንፈልጥ ስለዚ ነዚ ዶብካ ኣይተድፍሮ ብፍጹም ልምዲ መታን ከይ ኮና ደው ከም ተብል ንገራ፣ እንተ ኣብያትካ ድማ ንዓኻ ስለ ዘይትኸውን እቲ ርክብ ደው ከተብሎ እዩ ዘለካ። በዚ ድማ ንሳ ክትመሃር ትኽእል እያ፣ ኣብ ካልእ ወዲ እውን ከምኡ ኣይትደግምን። ንዓኻ ድማ ዝሓሸት ተኽብረካ ኣፍቃሪት ክትረክብ ናይ ግዜ ጉዳይ ጥራይ እዩ ዝኸውን። ካልኣይ ድማ ንሓንቲ ጓል ፈጺምካ ክተልምዳ ዘይብልካ ነገር መንነትካ፣ ኣካይዳኻ፣ ሕልምኻ ክትቅይር ጸቕጢ ክትፈጥር ምስ ትፍትን እዩ። ምናልባት ብፍቕሪ ስለ ዝተሰዓርካ፣ ስለ እተቖጻጸረትካ፣ ሓራይ ኢልካ ነቲ ንሳ ትደልዮ ነገር ትገብር ትኸውን። ውዒሉ ሓዲሩ ግን ብዙሕ ፈተውትኻን ቤተሰብካን ናይ ውሽጢ ሕልምኻን ክትስእን ኢኻ። ኣብ መወዳእትኡ ከኣ ንዓኣ ክትስእን ኢኻ ንኣብነት ነዚ ወዲ እዚ ግደፎ ንሓፍትኻ ኣይትስምዓያ ከምዚ ተኸደን እዚ ትገብሮ ዘለኻ ግደፎ ዝኣመሰሉ ነገራት ሙሉእ ብሙሉእ ሂወትካ ክትቅይር ተገድደካ ጓል እዚ እቲ ዝኸፍኣ ልምዲ እዩ በንጻሩ እታ ጢዒቲ ኣፍቃሪት ካብ ሕማቕ ሂወት ወይ ድማ መንነት ናብቲ ጽቡቕ ሂወት ክትቅይረካ ትኽእል እያ እዚ ወልፊ እዚ ግደፎ ትህኪት ግደፎ ቁማር ግደፎ መስተ ግደፎ እንዳበለት ሓድሽ መንነት ትፈጥረልካ ዓይነት ጓል ኣይኮንኩን ድዛረብ ዘለኹ እንታይ ደኣ ጽቡቕ ራኢ ጽቡቕ ሂወት እንከለካ ናብቲ ንሳ ትደልዮ ዓይነት ሂወት ሙሉእ ብሙሉእ ክትቆጻጸር ትፍትን ጓል እየ ዝዛረብ ዘለኹ እዚ ክነግረኩም እቲ ዝኸፍእ ሓንቲ ጓል ትለምዶ እዩ በቃ ዝሓተተቶ ሕቶ ኖእ ወይ እምቢ ዝብሃል መልሲ ካባኻ ከምዘይትሰሚዓ ትኣምን ሓደ መዓልቲ ነቲ ኩሉ ግዜ ዝለመደቶ ሓራይ ሓራይ ዝብል መልሲ ምስ ሰኣነቶ ንስኻ እውን የለኻን ስለዚ ደረት መሃራ እንተዘይ ኮይኑ ኣብ ህይወትካ እቲ ኣገዳሲ ነገር ክትትንክፍ ክትጅምር እያ ግዜ እንተ ወሲድካ ግን ዳሕራይ ምምራጽ ከሸግረካ እዩ ነደይ ዶ ክመርጽ ንዓኣ እዚ ወሳኒ ሕቶ እዩ ምናልባት ተደኣ ተቆጻጺራትካ ነዴኻ የዕሩኽትኻ፣ የሕዋትካ ከም ትገድፍ ክትከውን ትኽእል ኢኻ። እዚ ኩሉ ዝመጽእ ስለ ዘልመድካዮ እዩ። ኩሉ ግዜ ሓራይ ምባል መንነትካን ራኢታትካን ዘይትቕበል እንተ ኮይና እንታይ ክትገብረልካ እያ ምሳኻ ዘላ? ሓደ ሓደ ግዜ እኮ ወላ ዘይንፈትዎ ነገር ንንፈትዎም ሰባት ክንብል ክንቅበል ንግደደሉ እዋን ኣሎ። ምኽንያቱ ፐርፌክት ዝኾነ ሰብ ስለ ዘየለ እዚ እንተ ዘይተረዲእዋ ብፍላይ ድማ ክትቅይረካ ትፍትን እንተኾይና እዚ ኣብ የእምሮኣ ዘሎ ትምነዮ ካልእ መንነት እዩ ምሳኻ ዘራኽብን ዘፍቱን እውን የብላን ንምንታይ ቀሪባትካ ከማን ግዜ ወሲዱ ዝፍለጥ ጉዳይ እዩ ስለዚ ንዓኣ ኩሉ ግዜ ሐራይ ሐራይ ምባል ጽቡቕ ኣይኮነን ኣብ መጨረሽትኡ ድማ በይንኻ ኢኻ ክትተርፍ ደው ክተብላ ኣለካ እንተድኣ ትፈትውኒ ኮይንኪ ነቲ ሐቀኛ መንነተይ ፍተዊ እንተዘይኮነ ግን ሕሰብሉ በላ። ሳልሳይ ድማ ንሓንቲ ጓል ፈጺምካ ክተልምዳ ዘይብልካ ኣብ ኩሉ ነገር ንሳ ብቀዳምነት ንክትውስን ከይተልምዳ። ብታሪኽ ወላ እዚ ብጣዕሚ ደስ ዘየብል ንሰባት ናብ ገዛእ ርእሶም ንዓይ ንዓይ ጥራይ ዘብል ብጣዕሚ ሕማቅ ባህርያት እዩ ንስኻ እንተፈቲኻያ፣ ብርግጽ ብዙሕ ነገር ብሓንሳብ ኮይንኩም ክትዛራረብሉ ሓሳብኩም ክትህቡ ጽቡቅ እዩ ኣብ ኩሉ ነገር ኣብ ምውሳን ግን ናታ ስራሕ ከም ዝኮነ እንተ ኣልሚድካያ እዚ ንመጻኢ ኣብ ዓቢ ዴንጀር ኢካ ዘለካ ምክንያቱ ሰብኣይ ርእስናይ ሓዳሪ ክብሃል ሰሚዕኩም ኣለኩም ተፈጥሮ ባዕሉ እዩ ዝበሎ ኣነይኮንኩን ዝብሎ ዘለኩ እዚ ክነግረካ ዋላ ንስካ ተበዳላይ ንሳ በዳሊት ኣብ ትኮኑሉ ግዜ ንስካ ይቅሬታ ክትብል ክትጽበየካ እያ። ኣብ ፍቕራዊ ዝምድና ነንሕድሕድና ይቕረ ምብህሃል ወሳኒ እኳ እንተዀነ፣ ብቐጻሊ ንስኻ ይቕረ ክትብለላ ትጽበ እንተ ዀይና ግን ንዓኻ ዘይትኸውን ጓል ክትከውን ትኽእል እያ። ስለዚ፣ ንፍቕራዊ ህይወትኩም ብማዕረ ክትተሓጋገዙ ክትተሓላለዩ እዩ ዘሎኩም እምበር፣ ሓደ ጐይታ እቲ ሓደ ባርያ ክኸውን የብሉን። ስለዚ፣ ኣፍቅራ፣ ሕለየላ፣ ተኸናኸና፣ ተኸላኸለላ፣ ዘይጐድል ፍቕሪ ሃባ። ስራሕካ ግን ኣይትረስዕ ክትእዘዝ ትሕት ክትብል ከም ዘለዋ መሃራ። ትዕቢት ዝልመድ ነገር እዩ ሰባት ብሰንኪ ድኽመቶም ንሰባት ዘይተደለየ ልምዲ የሰክምዎም ሰልፍ ሰንተር ክትከውን ዕድል ኣይትኽፈተላ እንተዘይ ኮነ ንስኻ ዋጋ ከም ዘይብልካ ክትሓስብ እያ ሓንቲ ጓል እንተ ፈትያትካ ኣብ ልባ ቦታ እንተ ሂባትካ ዋላ ንእሽተይ ጌጋ ጌርካ ኣኾርያ ነቲ ኩራ ከይገደፈት ናብ ዓራት ክትከይድ ኣይትደልን እያ። ተዘይኮነ ግን ዳሕራይ ምስ ተረደኣካ ክትዛረብ ምስ ጀመርካ ልምዲ ስለ ዝኾና ደው ከተብሎ ከማን ከሸግራ እዩ ከምዚታት ነገር ክትለምድ ሱቕ ኢልካ ኣይትርኣያ ራብዓይ ንሓንቲ ዝፈተኻያ ጓል ፍጹም ክተልምዳ ዘይብልካ ንኹሉ ነገር ምክፋል እዩ ምክፋል ክበሃል ከሎ ካብ ገንዘብ ጀሚሩ እዩ ንፍቕራዊ ርክብኩም ንምድልዳል ናትካ ጠራይ ሓላፍነት ኣይኮነን ንመብዛሕትኡ ፍቕራዊ ርክብ ዘፍርሶ ብሓደ ሸነኽ ጠራይ ዝረኣ ምጽዓር ምፍታን ምስ ዝኸውን እዩ ንስኻ ኩሉ ነገር እንዳኸፈልካ እንተልሚድካያ ንሜክኣባ ንመምሃሪኣ ንኽዳና ንትበልዖ ንኹሉ ነገር ዘድልያ ትሽፍኖ እንተኾይንካ ንኣብነት ብሓንሳብ ወጺኹም ንምዝንጋዕ ክኾን ይኽእል በቃ ኢዳ ኣጣሚራ ጠራይ ንስኻ ከም ትኸፍል ተለሚዳ ኣብ ምንታይ ዓይነት ፍቕራዊ ርክብ ኣለኹ ኢልካ ክትሓስብ እዩ ዘለካ ስለዚ ሕሰበሉ ክልቴኹም ዓዓቕምኹም ዋጋ ምኽፋል ኣለኩም ኣብ ፍቕራዊ ርክብ ዘለዉ ሰባት ምናልባት እታ ጓል ተማሃሪት ክትከውን ትኽእል ስድራኣ ዘይርኹባት ዋላ ሓንቲ ሳንቲም ዘይብላ ክትከውን ትኽእል እያ እዚ ካልእ ኣርእስቲ እንድዩ ኣነ ዝብል ዘለኹ ግን ከም ናትካ ዓይነት ደረጃ ዘለዋ ገንዘብ ትእቱ ወይ ትረክብ እንተኾይና እስኻ ጥራይ ከተውጽእ ከም ዘለካ ከም ልምዲ ክትሪኦ የብላ እንተዘይኮነ በዓልቲ ቤትካ ምስ ኮነት ንስኻ ሓገዝ ኣብ ትደልየሉ ግዜ ኢዳ ኣጣሚራ ክትርእየካ ትኽእል እያ። ነብሳ ክትክእል ሰባት ክትሕግዝ ኣይመሃርካያን። ስለዚ ዝኾነ ዓቕማ ክትከፍል ገለ ንእሽተይ ህያብ ገዚኣ ክትበካ ከም ዘለዋ ክትሓስብ ዕድል ሃባ። እዚ ብዛዕባ ስሰዐ ወይ ገንዘብ ምብቃቕ ከይትርድእዎ። ንዓኣ መታን ክጠቕማ እየ ዝብል ዘለኹ። ተዘይኮነ ዋላ ውን ብገንዘብ ጸገም ዘይብላ ጓል ኩሉ ግዜ ንሳ ዘይምልከታ ንስኻ ባዕለይ ክገብሮ ትብል እንተኾይንካ ክትለምዶ እያ። እዚ ኹሉ ነገር ትገብረላ ድማ ወላሓንቲ ኣይመስላን እዩ። ከም ግቡእካ ገይራ እያ ትወስዶ። ስለዚ ዝኾነ ዋጋ ክትከፍል ንስኻ ዕድል ክትህብ ኣለካ። ምኽንያቱ ንሕና ደቂ ኣንስትዮ ወላሓንቲ ዋጋ ዘይከፈልናሉ ንስኹም ከመይ ለፊዕኩም ተምጽዎ ተዘይተረዲእና ሓደ ሓደ ግዜ ነቲ ትገብሩልና ዋግኡ ኣይንርድኦን ኢና። ስለዚ ነቲ ትህቡና ህያብ ድዩ? ዋላ ካልእ ነገር ዋጋ ኣይንህቦን ግን ንሕና ተጸጊምና ዘምጻእናዮ ነገር ገዚእና ከም ህያብ ክንህብ ከለና ግን ማዕረ ክንደይ ዋጋ ከም ዘሎ ኢና ንርዳእ ስለዚ ዋላ ሰበይትኻ ትኹን ዋጋ ከም ትኸፍል ዘለኻ ከም ትርዳእ ግበራ ሓምሻይ ንሓንቲ ጓል ፈጺምካ ክተልምዳ ዘይብልካ ዕስራን ኣርባዕተን ሰዓት ምስኣ ምዃን እዩ ከም ንፈልጦ ፍቕሪ ክጅምር ከሎ ኣብ ኩላህና ዘጋጥም እዩ ምሽ ተጣቢቕና ዋላ ን ሰለስተ መዓልቲ ክንጸንሕ ንኽእል ኢና ግን ምስ ግዜ እዚ ክኸውን ኣይክእልን እዩ ምኽንያቱ ስራሕ ኣሎ ትምህርቲ ኣሎ ብዙሕ ዝግበር ነገር ኣሎ ምሽ ስለዚ ቀልጢፍካ ነዚ ከይትለምዶ ምሃራ ተዘይኮነ ሃንደበት ተተቀይሩ ካልእ ጸገም እዩ ዘምጽእ ተቀይርኒ እኮ እንታይ እዩ ረኺቡ ዝብል ሕቶ ክለዓል ምጭቅጫቅ ክፍጠር እዩ እዚ ብሕማቅ ከይትወስዶ ኣይተፍቅራ ወይ ፍትወትካ ቀንስ ኣይኮንኩን ዝብል ዘለኹ ከምቲ ዝበልኩኹም እዩ ንሕና ኣዋልድ እንተፍቂርና ምስቲ ወዲ ሙሉእ ሰሙን ዕስራን ኣርባዕተን ሰዓት ኣብ ሓደ ክፍሊ ምስኡ ተጣቢቕና ክንጸንሕ ኢና እንደሊ። ስለዚ ንዓኣ ከተረድኣን ከተዳልዋን እዩ ዘለካ እምበር ነዚ ከም ልምዲ ክትሕዞ የብላን። ንሓንቲ ጓል ዋላ ናይ ብሓቂ ኣፍቅራ ንመጻኢ ሂወት ክትዳሎ ከም ዘለዋ ኣረድኣያ። ብዙሕ ዝስራሕ ነገር ክህልወካ ክእል እዩ። ሕጽኖት ንባዕሉ ልዕሊ ክልተ ሰሙን የለን መጀመርታኹም ክትሓቑፋ ክትሕጎሱ ህርፋን ድሌት ኣሎ ስለዚ መጀመርያ ግልጺ ዝኾነ ትኽክለኛ መንነትካ ኣርእያ ቢዚ ከም ትኸውን ስራሕ ሂወት ትምህርቲ ከም ዘለካ ምሃራ እንተ ለሚዳ ግን ደሓር ነዚ ክትርድኦ የጸግማ እዩ ስለዚ መጀመርያ የዐርዮ ባላንስ ግበሮ ንግሆ ወጺኻ ስራሕካ ሰሪሕካ ብሓንሳብ ትምስሕሉ ትድቅስሉ ግዜ ከም ዘሎ ኣፍልጣ ፍቕሪ